መራሕቲ ህወሓት ናብ ደደቢት ወሪዶም። ኣቦ ወንበር ህወሓት ዶክተር ደብረፅዮን ገብረሚካኤል፣ ምክትሉ ኣቶ ኣማኒኤል ኣሰፋ ክሙን ሓላፊት ቤት ፅሕፈት ህወሓት ወይዘሮ ፈትለወርቅ ገብረእግዚኣብሄር ሎሚ ቀዳም እዮም ናብ ደደቢት ተጓዒዞም ዘሎም። እቶም ናብ ደደቢት ተጓዒዞም ዘለዉ መራሕቲ ህወሓት ምስ መንግስቲ ፌዴራል ዘለዎም ርክብ እናተሸርሸረ ኣብ ዝኸደሉ ዘሎ እዋን እዮም ኣብ ዞባ ሰሜናዊ ምዕራብ ትግራይ ኣብ እዋን ጆኖሳይዳል ኲናት ከቢድ ውግእ ካብ ዝተኻየደሎም ግንባራት ሓደ ዝኾነ ፀሊሞይ ደደቢት ዝተሰውኡ ተጋደልቲ ኣስከሬኖም ብምእራይ ናብ ዝተዳለወሎም ናይ ክብሪ መዕረፊ ተጓዒዙ ኣሎ። ኣብ ጸልዮመይ ዝነበረ ኣስከሬን ጀጋኑ ስዉኣት ተጋደልቲ ትግራይ ብኽብሪ ተላዒሉ ኣብ ዝተዳለወሎም መቓብር ሓርበኛታት ይዓርፍ ኣሎ። ኣብቲ ስነስርዓት ድማ ምክትል ፕሬዚደንት ግዝያዊ ምምሕዳር ትግራይን ምክትል ኣቦ ወንበር ህወሓትን ኣቶ ኣማኑኤል ኣሰፋ ኣቦ ወንበር ህወሓት ዶክተር ደብረፅዮን ገብረሚካኤል፣ ሓላፊት ቤት ፅሕፈት ህወሓት ወይዘሮ ፈትለወርቅ ገብረእግዚኣብሄር ከምኡ'ውን ኮሚሽነር ኮሚሽን ሓርበኛ ተጋዳላይ ናስር መምሑር፣ ላዕለዎት ኣመራርሓ ሰራዊትን ኣመራርሓ ውድብ ህወሓትን ግዝያዊ ምምሕዳርን ተረኺቦም ኣብ ጣብያ ደደቢት ምእንተ ህላወ ህዝቢ ትግራይ ናይ መስዋእቲ ዝኸፈሉ ጀጋኑ ኣስከሬኖም እዩ ናብ መዕረፊ እናተሰነዩ ዘሎ። ካብ ከተማ ደደቢት ኣስታት ዓሰርተ ኪሎ ሜትር ንኣንፈት ምዕራብ ተጓዒዝካ ኣብ ገማግም ተከዘ እትርከብ ፍሉይ ቦታ ጸሊሜ ኣብ መወዳእታ ክልተ ሽሕን ዓሰርተ ሰለስተን ዓመተ ምህረት ከምኡ'ውን ካብ መወዳእታ ክልተ ሽሕን ዓሰርተ ኣርባዕተን ዓመተ ምህረት ክሳብ ወርሒ መስከረም ክልተ ሽሕን ዓሰርተ ሓሙሽተን ዓመተ ምህረት ጅግና ሰራዊት ትግራይ ኣንጻር ሓይልታት ጽንተት ንምምካት ኣብ ዝተኻየደ ከቢድ ኲናት ኣብ ጎቦታት ሸንጥሮታትን ሜዳን ጸሊሞይ ዝተኸፈለ መስዋእቲ ኣብ ታሪኽ ቃልሲ ህዝቢ ትግራይ ናይ ባዕሉ ፍሉይ ቅያን ጅግነትን ዝተመዝገበሉን ብዙሕ መስዋእትነት ዝተኸፈለሉን እዩ። መበል ሰላሳን ትሸውዓተን ዓመት ዝኽሪ መዓልቲ ሰማእታት ትግራይ ምኽንያት ብምግባር ድማ እዩ ኣዕፅምቲ እቶም ጀጋኑ ስውኣት ናብ መካነ መቃብር ብኽብሪ ክዓርፍ ዝግበር ዘሎ። ኣብቲ ስነ ስርዓት ምልዓል ኣስክሬን ሰማእታት ትግራይ ብርክት ዝበሉ ነበርቲ ወረዳ ኣስገደ፣ ስድራ ሰማእታት፣ ኣመራርሓን ኣባላትን ሓይልታት ፀጥታን ከምኡ'ውን ላዕለዎት ኣመራርሓ ጊዚያዊ ምምሕዳርን ህወሓትን ካልኦት ዕዱማትን ተረኺቦም እዮም። ጉዕዞ ቀንዲ መራሕቲ ህወሓት ናብቲ ቦታ ትኹረት ብዙሓት ስሒቡ ኣሎ። መራሕቲ ህወሓት ኣብዚ ሕዚ እዋን ምስ መንግስቲ ፌዴራል ናብ ምትፍናን ዝኣተው ኮይኖም ካልእ ኣማራፂ ናብ ምርኣይ ይኣትው ከምዘለው እዩ ዝግለፅ። ናብ ዞባ ምዕራብ ትግራይ እውን ኣብዚ ክረምቲ እዚ ክእቶ ከምዘለዎ ብወገን ውድብ ህወሓት ከምኡ እውን ኣመራርሓ ሰራዊትን ግዝያዊ ምምሕዳርን ኣብ ምርድዳእ ከምዝተበፅሐ እናማላኸቱ እዮም ቀንዮም። እዚ ከምዚ ኢሉ እንከሎ ድማ መንግስቲ ፌደራል እውን ንስምምዕነት ፕሪቶርያ ብምጥሓስ ዝኸሱ ዘለዉ መራሕቲ ህወሓት ዛጊድ ብደረጃ መራሕቲ ብወግዒ ዘይተገለፀ ዝምድና ምስ መንግስቲ ኤርትራ ከምዝጀመሩም ዝተፈላለዩ ፀብፃባት እዩ ወፂኦም ዘሎ። ኣቦ ወንበር ህወሓት ዶክተር ደብረፅዮን ገብረሚካኤል ብምኽንያት መዓልቲ ሰማእታት ኣብ ዘሕለፍዎ መልእኽቲ ምስ ኤርትራ ዝተጀመረ ርክብ ህዝቢ ንህዝቢ